እዚ ትግራይ ስትሪም ሚድያ እዩ ልዕሊ 33 ሽሕ ሳብስክራይበር ዘለዎ ሚድያኹም ሕዚ እውን ነዚ ዕለት ዘዳለዮም ዜናታት ኣለዉ ብፈለማ ኣርእስተ ዜና ትግራይ ኣዝዩ ከቢድ መቕጻዕቲ ዘለዎ ረቂቕ ኣዋጅ ከም ዝተዳለወ ተገሊጹ ዝርዝር ኣለና ዳግማይ መጥቃዕቲ ድሮን ከም ዝተፈጸመ ተረጋጊጹ ክነቕርበልኩም ኢና። ኣባ ሰላማ ሓዱሽ መልእኽቲ ኣሕሊፎም ኣለዉ ክነቕርቦ ኢና። ጀነራል ሳሞራ ዮኑስ ኣይናሳሕን ክብል ተዛሪቡ ክትሰምዕዎ ኢኹም ግብፅን ኤርትራን ሓዱሽ ምንቅስቓስ ጀሚረን ንሎሚ ናይ ዲኦምን ካልኦትን ዜናታት ሒዝናልኩም ኣለና ላይክ ብምግባር ጀምሩ ሰናይ ምክትታል ብውድብ ህወሓት ዝዕብለል ቤት ምኽሪ ትግራይ ንዕጥቃዊ ቃልሲ ወተሃደራዊ ምውፋርን ንምዕዋት ዝዓለመ ኣዝዩ ከቢድ መቕጻዕቲ ዘለዎ ረቂቕ ኣዋጅ ከም ዘዳለወ ተገሊጹ እቲ ዝቐረበ ሰነድ ህላወን ድሕንነትን ህዝቢ ትግራይ ንምውሓስ ዝወፀ ኣዋጅ ኮይኑ ቀንዲ ዕላምኡ ንሉኣላውነትን ድሕንነትን ትግራይ ንምሕላው ዝተፈላለዩ ትካላዊ ኣወዳድባታትን ሕጋዊ ተሓታትነትን ንምድንጋግ እዩ። ናይዚ ኣዋጅ ዋና ዋና ነጥብታት እዞም ዝስዕቡ እዮም። ዕላማን ድሕረ ባይታን እቲ ኣዋጅ ዝወፀ ፀላኢ ኣብ ልዕሊ ህዝቢ ትግራይ ዝኣወጆ ኩሎ መዳያዊ ፅንተት ንምክልኻልን ስምምዕ ፕሪቶርያ ብምፍራሱ ንዝመፀ ሓደጋ ህልውና ንምምካትን እዩ ይብል ፃውዒት ብሄራዊ መኸተ ዝኾነ ዕድሚኡን ጥዕንኡን ዝፈቕደሉ ወዲ ትግራይ ንሉዓላውነትን ህልውናን ህዝቢ ትግራይ ንምኽባር ዝቐርበሉ ናይ መኸተ ፃውዒት ተቐቢሉ ክሳተፍ ብሄራዊ ግቡእ ከም ዘለዎ ይድንግግም ንፃውዒት ዘይተቐበለ ድማ ብገንዘብ ይቕፃዕ ምጥያሽ ትካላት መኸተ እቲ ኣዋጅ ተፀዋዕነቱ ንፕሬዚደንት ዝኾነ ማእኸላይ ኮማንድ ሰራዊት ትግራይ ትካል ፋይናንስን በዓል መዚ ሚድያን ኣጣይሽሎም ፕሬዚደንት ክልል ትግራይ ድማ ላዕለዋይ ኣዛዝ ሰራዊት ትግራይን መራሒ ማእኸላይ ኮማንድን ኮይኑ ገበናት ኣንጻር ሉዓላውነትን ድሕንነትን ኣብ ልዕሊ ሕገ መንግስታዊ ስርዓት ትግራይ ገበን ምፍጻም፣ ምጸላኢ ምትሕብባር፣ ስለላም፣ ክድዓት፣ ገበን ጆኖሳይድን ገበን ኩናትን ዝኣመሰሉ ከበድቲ ገበናት ብጽኑዕ ማእሰርቲ ክሳብ ሞት ከም ዘቕጽዑ ተደንጊጉ ኣሎ። ቁጠባዊ ገበናት፣ ሃረጻ፣ ዘይሕጋዊ ምንዛራ፣ መሰረታዊ ሸቐጣትን መድሓኒትን ምኽዛን፣ ዘይሕጋዊ ዕደናን ወራር መሬትን ከምኡውን ሃፍቲ መንግስትን ህዝብን ብዘይ ኣግባብ ምጥቃም ብጽኑዕ ከም ዘቕጽዕ ተቐሚጡ ኣሎ። ስነ ስርዓት ፍርድን ዝምልከት ድማ ካብ 15 ዓመት ንላዕሊ ዘቕጽዑ ገበናት መሰል ውሕስና የብሎምን። ተኸሳሲ ኣብ ዘይብሉ ክረኣ ዝኽእለሉ ስርዓት እውን ተዘርጊሑ ኣሎ። ቀዳማይ ምርመራን ድሕንነትን መሰኻኽርን ዝምልከቱ ፍሉያት ስነ ስርዓታት ተነዲፎም እዮም። ተፈጻምነት ዝምልከት ድማ እቲ ኣዋጅ ካብ ዝጸድቀሉ ዕለት ጀሚሩ ተፈጻሚ ይኸውን። ይኹን እምበር ካብ ዓንቀጽ 35 ክሳብ 48 ዘለዎ ገበናት ከም ክድዓትን ምጽራእ ምትሕባርን ካብ ጥቅምቲ 24 2013 ዓ.ም ጀሚሩ ንቅድሚት ተመሊሱ ሪትሮ ኣክቲቭ ኮይኑ ክሰርሕ ተወሲኑ ኣሎ። ሰነድ በብዓንቀጹ ተኸፋፊሉ ከም ዝስዕብ ብሕጽር ዝበለ ቀሪቡ ኣሎ። ክፋል ሓደ ሓፈሻዊ ድንጋጌታት ካብ ዓንቀጽ ሓደ ክሳብ ሰለስተ ናይዚ ኣዋጅ ሓፂር ርእሲ ትርጉም ዝተፈላለዩ ቃላትን ንኣብነት መንግስቲ ጸላኢ ማእኸላይ ኮማንድ ከምኡውን ኣገላልጻ ጾታን የጠቓልል። ዓንቀጽ ኣርባዕተ እዚ ኣዋጅ ኣብ ውሽጢ ይኹን ወፃኢ ትግራይ ኣብ ልዕሊ ዝርከቡ ዝኾነ ሰብ ተፈጻምነት ከም ዘለዎ ይገልጽ። ክፋል ክልተ ጻውዒት ብሔራዊ መኸተን ትካላዊ ኣወዳድባን ዝምልከት ኮይኑ ዓንቀጽ ሓሙሽተ ዝኾነ ዕድሚኡን ጥዕንኡን ዝፈቕደሉ ወዲ ትግራይ ንሃገራዊ ጻውዒት መኸተ ናይ ምቕባል ብሔራዊ ግቡእ ከም ዘለዎ ይድንግግ። ዓንቀጽ ሽዱሽተን ሸውዓተን ማእኸላይ ኮማንድ ሰራዊት ትግራይ ትካል ፋይናንስ በዓል መዚ ሚድያ ይጣየሽ ከምኡውን ንትካላት ፍትሒ ፍሉይ ተልእኾ ይህብ። ክፋል ሰለስተ፣ ተሓታትነት ገበን፣ ገበናትን መኸተን ሰላምን ኢሉ ይፈላልዮም። ዓንቀፅ ሸሞንተ ክሳብ ትሽዓተ፣ ፃውዒት መኸተ ንዘይተቐበለ ቅፅዓት ገንዘብ ካብ ዓሰርተ ክሳብ ሓምሳ ሽሕ ብር ወይ ብምጭብርባር ካብ ግቡኡ ንዘምለጠ ተሓታቲ ይገብር። ዓንቀፅ ዓሰርተ ክሳብ ዓሰርተ ሰለስተ፣ ብዘይ ፍቓድ ገንዘብ ምእካብ፣ ሕጋዊ ገንዘብ ንዘይምቕባል፣ ንኣካላት መንግስቲ ንዘይምሕጋዝ ትእዛዝ ንዘይምፍጻምን ቀያዲ ሕግታት የቐምጥ። ዓንቀጽ 14 ክሳብ 15 ዝተኸልከለ ኣጽዋር መሓዝ፣ ጥይት ምትኳስ፣ ቁማር፣ ንችትን ዝኣመሳሰሉ ጸጥታ ዝህውኹ ተግባራት ይኽልክል። ዓንቀጽ 16 ክሳብ 18 ብሓሶት ካብ መኸተ ነፃ ምግባር ንመኸተ ምዕንቃፍን ክብሪ መስዋእትነትን ቃልስን ምንኣስ ከም ከቢድ ገበን ይርእዮም። ክፋል ኣርባዕተ፣ ቁጠባዊ፣ ሰብኣውን ትካላውን ገበናት፣ ኣንቀጽ ዓሰርተ ክሳብ ዕስራ፣ ሃፍቲ መንግስቲ ምብኻንን ኣብ ልዕሊ ፈጸምቲ መኸተ ምፍርራሕን ይኽልክል። ኣንቀጽ ዕስራን ሓደን ክሳብ ዕስራን ሓሙሽተን፣ ወረ፣ ሓሶት ምንዛሕ፣ ሓደጋ ንመንግስቲ ዘይምሕባር፣ ኣድማን ዕግርግርን ምልዓል ከምኡ'ውን ወተሃደራዊ ዕጥቂ ንመንግስቲ ዘይምርካብን የቕጽዕ። ዓንቀጽ 26 ክሳብ 28 መንግስታዊ ሰነዳት ምጥፋእ ምሽጥር ምብኻንን ጸላኢ ምሕባእን ዝኽልክሉ ድንጋገታትን እዮም። ዓንቀጽ 29 ክሳብ 31 ኣብ ልዕሊ መሰረተ ልምዓት ትካላት ህዝብን መንግስትን መሬት ማዕድንን ጉድኣት ዘብጽሑ ተግባራት ብጽኑዕ እስራት ክሳብ ሞት የቕጽዑ። ዓንቀጽ 32 ክሳብ 34 ሃረጻ፣ ዘይሕጋዊ ምንዛረ፣ መሰረታዊ ሸቐጣት፣ መድሓኒት ምኽዛን ምሕባእን ይኽልክል። ክፋል ሓሙሽተ፣ ገበናት ኣንጻር ሉኣላውነትን ድሕንነትን ንድሕሪት ተመላሲ ዝኾኑ፣ ኣንቀጽ ሰላሳን ሓሙሽተን ክሳብ ኣርብዓ፣ ኣጽዋር ኣብ ኢድ ጸላኢ ክወድቕ ምግባር ኣብ ልዕሊ ሕገ መንግስታዊ ስርዓትን ሉኣላውነትን ትግራይ ገበን ምፍጻም ክሳብ ሞት የቕጽዕ። ኣንቀጽ ኣርብዓን ሓደን ክሳብ ኣርብዓን ሓሙሽተን፣ ከቢድ ክድዓት፣ ክድዓት ኢኮኖሚ፣ ምጽላእ፣ ምትሕብባር፣ ስለላን ብጽኑዕ ማእሰርቲ ክሳብ ሞት የቕጽዑ።

ሳይበር ገበን ሓሶት ገንዘብ ምሕታም ኣብ ነዳድን ምስግጋር ኣፅዋርን ዝፍፀሙ ገበናት የቐምጥ። እዚ ረቂቕ ኣዋጅ ኣብ መንጎ ተንተንቲ ፖለቲካ ዓብዪ ክትዕ ፈጢሩ ኣሎ። ገለ ወገናት እዚ ኣዋጅ ንህልውና ትግራይ ንምውሓስ ዘድልዩ ክብሉ እንከለው፣ ካልኦት ግን እዚ ሕጊ መሰል ሓሳብካ ናይ ምግላፅ ናይ ፕረስ መሰልን ናይ ፖለቲካዊ ተቓውሞን ብምድራት ኣብ ሕብረተሰብ ፍርሒ ንምፍጣር ዝዓለመ እዩ ክብሉ ይቃውሙ ኣለው። ሰነድ ክሳብ ሕዚ ረቂቕ ኮይኑ ከም ዘሎን ብወግዒ ከም ሕጊ ክሳብ ዘይወፀ ግን ናይ ብዙሓት ተዓዘብቲ ኣቓልቦ ስሒቡ ከም ዘሎ ተፈሊጡ። ኣብቲ ኣርሚ ሰብዓበ ዝርከበሉ ቦታ ደብዳበ ድሮን ተፈጺሙ ንኣርሚ ሰብዓ ንምሕጋዝ ተባሂሉ ካብ ጥቕዓ ድሮን ሸራሮ ዘምለጠት ኣርሚ 13 ኮር ክልተ ተወሳኺ ሓይሊ ወሲኾም ብብመንገዱ እናቆራረፁ ሸሪሪና ከም ዝኣተው ዝዝከር እዩ ሓደ ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ቀትሪ ሓሙሽተን ኣርብዓን ሓሙሽተን ድማ ኣብ ልዕሊኦም ደብዳብ ድሮን ተፈጺሙ ኣሎ። ከም ሓበሬታ ፍልፍላትና ኣብዚ ትደ- ኣብቲ ደብዳብ ዝበጽሐ ጉድኣት ዛጊድ ብንጹር ኣይተፈለጠን። ኣብ ሸራሮ ኣብ ዝተገበረ ደብዳብ ድሮን ዝበፀሐ በሰላ መዘራረቢ ኮይኑ ምቕናዩ ይፍለጥ። ኣብዚ ጉዳይ ዝዛረብ ሃይለ ኣረፋይነ ሰራዊቱ ሞባይል ከም ዝተሓደጉ ዝኣምን እዚ ሓበሬታ ንደገ ክወፅእ ምኽኣሉ ግን ኣብ ምሽጥር ምሕላው ሓደጋ ምህላው እዩ ዘርኢ ኢሉ ኣሎ። ክልተ ተጎዲኤን እየን ኣብእን ዝነበሩ ተወቒዖም እዮም ሕክምና ኣትዮም እዮም
ካብኡ ንደሓር ዘሎ ባዕሎም ሰራዊት ተዝገልፅዎ እዩ ዝሓይሽ። ለይቲ ከዓ እዩ ፍርቂ ለይቲ እዩ ካብ ሽዱሽተ ናብ ሸውዓተ ዘሎ ሰዓት እዩ ኢማጅን ሕዚ ሕዚ እቲ ስንፍና እቲ ሞባይል ትክክል ይዕዲጎሞም እዩ ከምኡ ክግበር ስለ ዘለዎ እዩ እዚዩ ሓያል ሰኪሪቲ ናይ ሚሊተሪ ሰኪሪቲ ዘድልዮ ስለ ዝኮነ እዩ ሞባይል ዝሕደግዎ ሞባይል ከም ዝሕደግዎም ጠዓመ እስካዕ ዝፈልጦ ማንም ጎታት ማንም ተራ እስካዕ ዝፈልጦ ክንኮን ከለና ውርደት ዘይረኣየኩም ኣሎ ናይ ኢንተለጀንስ ውድቀት ዘይረኣየኩም ኣሎ ኢንተለጀንስ
ኣብ ትግራይ ፀረ ዱር ንምንታይ ኣብ ተግባር ዘይውዕል ዝብል ሕቶ ዘቕረቡ ባንዳታት እዮም ኢሉ ስታሊን ድሮን

ስለዚህ እነሱ ይደነግጣሉ። አሁን መቀለ ይመታቸዋል። እኔ እርግጠኛ ነኝ የምነግራቸው መቀለ ነው። የሆነ ቦታ ላይ የማይጠበቅ ቦታ ላይ ይመታቸዋል።
ኣቡነ ሰላማ ምስ ኣቦታት ሓቢሮም ክዝትዩ ፃውዒት ገይሮም ኣቦታትና ሸውዓተ መዓልቲ ናይ ጸሎት ስዋኤ ከገብሩ ምዃኖም ዝሓበሩ ኣቡነ ሰላማ ኣነ እውን ድሕሪኡ ምስኦም ተዛትየ ክረዳዳእ ይደልየ ኢሎም ንዓቶም እውን እዛ ሸውዓተ መዓልቲ ኣብ ፅባሕ ሰነ ሓደ ንሸውዓተ መዓልቲ ኣዊጆም ኣለዉ እሞ ብፁዓን ኣቦታት ኩላቶም ኣነ እውን ሓዊሱ እዛ ሸውዓተ መዓልቲ እዚኣ ናብ ልቦና ኩልና ናብ ልብና ተመሊስና ንክሪኣ እሞ ሕጊ ንሕጊ ማእኸል ገይርና ተመሊስና ንዓይ እውን እቲ ዝግበእኒ እቲ ዝበልዎ ዝርዝር መፅዩኒ ኩለን ሊኢኾምለይ ኣነ እውን ንሳቶም እውን ተኣኪብና ፊት ንፊት ከፍ ኢልና ኣብ ሓደ ኮይንና ተማጒትና ነፂርና ንክንወፅእ ኣነ ድማ መፀዋዕታይን ኣቕርበሎም ኣለኹ ን ሸውዓተ መዓልቲ ጸሎት ሒዛቶም ምስ ኣምላኾም ተናቢቦም ናብ ናብ ሰላም ክንመጽእ እዛ መጸዋዕታይ እዚኣ ኣቕርብ ኣለኹ ስለዚ ኣብዚ ይኣኽለና ዝነበረና ግዜ ክብርን ምስጋናን ንኣምላኽና ይኹን ሓደራ ህዝበይ ከይትደናገጽ እዚ ዝነበረ እዩ ንተሓቛቖፍ እዚዩ ዝበሃል ዘሎ ንጽረትና ኣዩ ከተሓቃቁፈና እንተዘይኮነ ክበታትነና ኣይኽእልን ስለዚ ኩሉኹም ናብ ሓደ ንስመር ንቤተ እግዚኣብሔርና ነግልግል ኣብ ዓድና እዚ ሕዚ ከዓ ወቅቱ ብጣዕሚ ኣጸጋሚ እዩ ስለዚ ከም ትማሊ ዝኾነ ነገር ከይመጸና ኣጋጣሚ ስለዝመጸ ደኣ እየ ዝዛረቦ ዘለኹ እምበር በዚ ሰዓት እዚ ኩልና ሓመድ ተኸዲንና ኣብ ወጨቲ ከዲና ኣብ ሓመድ ነንገርግረሉ ዳግም ትግራይ ከይትደሚ ናብ እግዚኣብሔር ንፅልየሉ ጊዜ ደኣ እምበር በዚ ሰዓት እዚዩ ከምዚ ንብለሉ እውን ኣይነበረን እሞ ነዚ እውን ካብ ልቢ እየ ዝሓዝን።
ኣብ ወረዳ ላዕላይ ማጮ ብሓይሊ ዝተገፈፉ መናእሰይ ንምፅራይ ዝብል መልሲ ክወሃቦም ዘርኢ ቪድዮ ወፅዩ ሊያቡ ንምፍላዩ ናብዚ ኣምፂናኩም ብመልክዕ እውን ክንፈልየኩም እንተሃዲምኩም ግን ህይወትኩም ኣይትወሉ ዝብል ትእዛዝ እንትወሃቦም እቲ መናእሰይ ድማ ጎቲትኩም ንምውሳድ እምበር ሌባ ጠፊእኩም እዮም ኮነ ምባል ነቲ ትእዛዝ እንትቃውሞ ይረአ።

ላላይ ማለት እዩ ተረዲኹና ስለዚ ወንጀለኛ ተሃልየዋ ያው ትብል ይኽእል እዩ ንጥርጥሮ እዚ ከይኮነ ንሕና ግልፂ ነሩ ንሕና ናብ ፖሊስ ጣብያ ከምቲ ድዩ ፖሊስ ጣብያ ከዓ ነ እቲ ወንጀለኛ ዘየድሊ ተኮይኑ ናብዛ ክምትብል እዩ ኣብኡ ርከብ ዘሎ ስለ ዓነ ናይ ባዕሉ ስለዚ ምላልባሽ ክንሃድም ኢና ገለ መለ ትብሉ ነገራት እንተሃለውን ግን ንሂወትኩም ኣይትወዱ

ብዝተተሓሓዘ ዜና ኣብ ትግራይ ግፋ የለን ዝብል ወረ ባዕልኻ ንባዕልኻ ንምሽዋድ እንተዘይኮይኑ እቲ ሓቂ ህዝቢ ይፈልጦ እዩ ተባሂሉ ምስ ግፋ ተታሒዙ ብዙሕ ሰብ ምንም ባዕልካ ንባዕልካ ምሽፋጥ ማለት እዩ ካልእ ይኮነ ህዝቢ ትግራይስ ግፋ እኒኦ እዩ ግፋ የለ ኢልካ ትውግዕ ተለኻስ ወይ ዝኾነ ፀላኢ ይኹን ከይተደናግር ኣለካ ወይ ኣብ ዝኾነ ፀላኢ ይኹን ከይዓወት ትቆፅር ኣለካ ኣብ ባዕልካ ኢኻ ትሸፋፈጥ ኣለካ ዘሴም እዞም ዝግበሩ ዘለዉ ነገራት ሓደ ኦኬ ኢልካስ ንዞ ካልኢት ዝተገበረ ኣብ ልዕሊ ህዝቢ ትግራይ ዝተፈፀመ በደላት እውን እቲ ክሰብ ናብ ለይኮን ሕቶ ንክኣቲ ዓይነት መንገድታት እዮም መርሑ ለለው ኢለ ሓስብ ኣሃ እሞ ይርኢ ነረ ሕቶ ይኮነ እዩ ነገራ እዚኦም ኩሉ ሕተት ኣካል ብልሕተቶ እዩ ክሕተት እምበይ ሕቶ ልኣት ይኮን እዩ ግን ኣብቲ ማሕበረሰብና ለይ ምትእማን ይፈጥር ዶ ኦኬ እሞ ቅድሚ ሕዚ እውን ከምዚ ዓይነት ፍፀመና ነርስ ሕና ባዕሎም ከምዚ ገይሮሞ እዮም እሞ ዝኾነ ነገርለስ ከለ ባዕልኩም ኢኹም ናጎርኩሞ ነርኩም ምክንያቱ ክልተ ሓሳብ ተፈላለየ ሓሳብ ስለተፈጠረ እና እቶም ተፈፀሙ ናጥዓታት እቶም ልግበሩ ናነበሩ ነገራት እውን ናብ መላምት ናብ ሕቶ ምልክት ክኣትዩ ልገብሩ ኣለዉ ነገራት እዩ። ፍላይ ዲያስፖራ ኣብዚ ጉዳይ ዘርእይዎ ሓበሬታ ካብ ምውዛዕ እቲ ዕድል ባዕሎም ወፂኦም ክጥቀምሉ ኣለዎም ወይ ድማ ነቲ ኣብ ዓዲ ዘሎ በዓል ዋና ክገድፍሉ ይግባእ ትብል እዛ ንእስቲ። ፍላይ ምስና ዲያስፖራ ኣተሓሒዙ ክንርኣ ንክያሰሉ ብደንቢ ብደንቢ ብሱር ክንገር ልግብኦ ኣብ ጉዳይ ዲያስፖራ እዩ መስለኒ። ምክንያቱ ርኢና ኢና ኣይተፀብፀቢ ዶላር ሰዲዶም ኩንስ ኣይተፀብፀቢ ይፈልጡ እዮም። ብዩሮ ብዶላር ዝግበር ቃልሲ ሕዚ ሕና ከምኡ ዓይነት ቃልሲ እውን ክንድግፍ ኣይንደልይን። እዚ ማይታ ምቹው እዩ። ዝልገበርዎ ቃልሰይ ይሕንሸሽለ ማለት ኣይኮነይ። ብጣዕሚ ዓብይ ሮል ነይርዎም ኣብዚ ቃልሲ ትግራይ ዝነበረ ዳርጋ ማዕረ ማዕረ እቲ ተጋዳላይ ወትሩ ንፋሱ ኩሉ ካብ ስርሖም ተባሪሮም ብዝሕ ገል ተዕታዕ ኢሎም ለውፅሕዎ ቃልሲ እዩ። ኮይኑ ግን ሕዚ እውን ግን ኣብኡ ኮንካ ንዓ ተጋዳላይ ልስኻ ውፃእ እዛ መሬት ለላ ባይታ ንፈልጣስ ንሕና ኢና ማለተይ እየ። ኣይፈልጥዎይ ኮይኖም ይኾነይ ወይላ ፈለጡ ይግሞርጎርዎ ደልዮም ተኾይኖም ካሊእ ሕቶ። So እዚ ዝግበር ቃልሲ ንሕና ምማን እወ ክቃለስ እኒኦዎ ተቀዳዲምካ ቦሎ ናብ ጦርነት ክእቶ እኒኦዎ ኣይተገፈፈይ ግፋ እንዲዩ ኢሎም ልሓሱ ተኮይኖምም ዲያስፖራ ለ ዘሴም ይምፁ እሞ ይእተዩ ትግራይ ይረእይዎ እዛ ሓቂ ኦኬ ናብ ማን ንቃለሱሉ ዕላማ ተልዎም ዘብ መሬት ለሎ ፀገም ዘብ መሬት ለሎ ተጋዳላይ ልበፅሖ ኣሎ ፀገም ህዝቢ ትግራይ ልበፅሖ ኣሎ ስርዓት ምስኣን ፍትሒ ምስኣን ትክክል ኢሎም ልኣም ተኮይኖም ይምፁ ይቃለሱ ተለይ ኮይኑ ግን ልክዕ ኣነ ህይወተይ እና ዶላር ሓደ ይኮነ ይቅርታ ገበርለይ ኣነ ከይደ ብዶላረይ ላሰደድኩ ቃለስ ደስ ይብለን ህዚ ስለ ራክዋ እንታይ ልባል ኣውሪና ዲ ልባል ወይ ንበራረሙ ንረዮ ዝናቃልሲ መንገዲ ንረዮ ወይስ ግዴታ ዲኻ ወፂኻ ክስምዐካ እኒዎ ኣሕና እዚ እኮ ዓድና ዲያስፖራ ከም ዝሓለፈ ውግእ እዮም ዝጉስጉሱ ዘለዉ ምስ ግዜ ክጓዓዙን እዩ ዝግባእ ብመሰን በርበረን ዝዕወት ኩናት የለን ትብል ወሲኻ ልስከዕ ልሕፍረን ነገር ኣለ ኣነስ ብጣዕሚ ይቅርታ ግበራለይ ኣይምልከቶም ማለት ኮይኑ ይኮነ ግን እሳቶምስ ልዞ ዝለሎ ተጋዳላይስ ተጋዲሉ ሓሊፉ ግን ሀዚ ስልኾነ በቃ ኣይኣመኑ ክሉ ኢሉ ክወፅ ተሎ ናብ ሚድያ ትኽክል ኣይኾነን ኢሉ ተሎስ ሽማ ሽም የውፅእ ኣለዉ ኮይኑ ከዳዕ ይብልዎ ከዳዕ ባንዳ እዞም ኣይኾነ ዘ መሬት ለሎ ሓቂ ካሊእ እዩ ዝሕና ንሪኦ ኣለና ሓቂ ካሊእ እዩ ሰው ንዓይስ ኣብኡ ኮይኑስ ሃሚለ እቲ ማሊ ህይወት ክሰስዕ ልወፃኹ ሰብ ትማሊ ህይወት ለይሰስዕ ልወፀ ተጋዳላይ ሃሚል ኢኻ ስኻ ኮንካ ስለ ህዚ ሰላም ይኹን ግፋ ደው ይበል ወይ ዝኾነ ትካል ሰለ ወቐሰ ወይ ብዝለለ ትካል ንኩሎም እዩ ደሴም እዮም ብናይና እንግል ስለ ልወቐስኻስ ልኾነ ሽማሽም ባንዳ ወይ ተሐሽከር ወይ ተግዛዕ ናታ እሞ ድማ ንዚ ተጋዳላይ ማለት እዩ so ንእሽተይ ኣነ እዚ ዲያስፖራ ህዝቢ ብጣዕሚ ብጣዕሚ ይሓትት እዩ እዛ ምዛ ልልእኽያ ኣንስቲ መዓት ደቂ ኣንስትዮ መዓት ኣዴታትና እውን ንርኢ ኣለና ብዙሕ መድረኻት ምስ ደቅና ኮይና ክንቃለስ ኢና ኣለና ኣብ ጎንኹም ሀዚ ልክዕ ከምዛ ቅድሚ ሐዚ ዝነበረና መስፈናና በርበረ ውግእ ኣይኾነይ ዓለም ኣብዴት እያ ትገብር ዘላ እዚ ዝፍጠር ውግእለ እዚም ካብዚ ናከምዚ ናይ ሓለፈ ውግእ ኣይኮነይ ክኾን ኻሊእ ተዓጻጻፊ ኻሊእ ብዙሕ ነገራት እዩ እዩ ቴክኖሎጂ ዝመጽእ ዝተሓገዘ ያ እዩ ክኾን እምበይስ ዝብል ሱልካ ሀዝለ ብስምዒት ሆላ እልካ ብጭርሖ ወይ ብበርበረ ወይ ብመስፈል ውግበር ውግእ ኣይኮነይ ሽዕቲ ውንስ ርኢናዮ ኢና so ሓደ ኣብቲ ማሕበራዊ ሚድያ ልወጹ ለዉ ሰባት ተቐባልነቶምለ ክወጹ ልግበርሉለ ትኹረት ይገበረሉ ኣዴታትና ክብረን እየን ናሕና ንፎትየን ኢና ግን ኣነ እዚ ይብለኹ በቃ እዘን ኣዴታት እዚኣተንስ ትኽክል ኣይኮናይን እዮ ኣነ ኣየ ትክክል ይኩነይ ኣደይ ወፅያስ ደቅና ሒዝና ላኣይ ድያ ጓለይ ሒዘስ ክጋደል እያ ትብላ ኣነ ከዓ ኣብ ኣይወይ ጋደሊ ህይወትኹ መን ወሳኒት ገይርዋ ኢኪ እሱ የሉ ኣለኩ ሶ ላወፅኡ ዝብሉ
ጀነራል ሳሞራ ዮኑስ ኣይናሳሕን ክብል ተዛሪቡ። ውድብ ክንወርር መደብ ኣይሓዝናን ክንወርር ኣለና እንተዝበሃል እውን ኣነ ዝተቐበልክዎ ዘይተቐበልክዎን ናይ ሽዑ ግዜ እዩ። ሽዑ ከደን ይሃድጋ ኣላ ነስባ ዝበሃል ኣይክን ኣይ ወራር ኣይኮንኩን። ክንወርር ኤርትራ ዝብል ውሳነ እንተዝነብር ወለዲ እቲ መንግስትና ካሊእ ኮይኑ ኣሎ ሰራዊት ይቅበሎ ዶ የቅበልን ካሊእ ጉዳይ እዩ ከምኡ ዓይነት ድሌት ኣይነበረ ሕዚ ዘምጻኩሞ ድሌት እዩ ሕዚ ዝፈጠርኩሞ ድሌት እምበር ኣይነ መሬትና ምምላስ እዩ ነይሩ ዕላማና ኣምሊስና ድም ኣስመራ ምኻድ ድማ መጀመርያ ተመኲሩኩ መጀመርያ ፕላን which is wrong ጸረና ውግእ ተበላሽኩ እዩ እ so ልኡኽና እዚኣ እያ ተባሂላ ተነጺራ ተዋሂባትና በታ ዝተዋህበትና ልኡኽ መሰረት ከኣ ወዲእና ወዲኤ ኢለ ሪፖርት እየ እንታይ ኢኻ እሞ ክትብል ኦኬ ስለዚ ኣይቃበጽናን እዩ ዝበሃል ሕማም ድሓር ዝቃበጽ ህዝቢ የለን ፍለጡ ፕሊስ ዝቃበጽ ህዝቢ የለን ማንም ሰብ ንማንም ከቃጽል ይኽእል። ዝቃለስ ህዝቢ የለን። ዝተወደኣ ዝገበርካ እንተገበርካ እተካውፆ ህዝቢ የለን። ነቃውፆ ነገር የለን። ኤርትራ ክንወርድ ድማ ክንከይድ ምክንያት የብሉ። ምክንያቱም as long as እቲ ቃልሶም ትክክል ኢልና ክሳብ ዝኣመንናሉ ምንም ምክንያት ኣይነበረን እቲ ሽዑ ዝነበረ ኣመራርሓ እውን ነዙይ ዝኣምን እዩ እና ንውረር ኤርትራ ኢሉሉ ዝሃለ ሰብ ኣይፈልጥን እንተልዮም ጠይቆም እዮም ኣነ ይፈልጥ።
ጀነራላት ኢትዮጵያ ህጹጽ ኣኼባ ኣትዮም ኣብ ኣገው ከባቢ ዘሎ ወተሃደራዊ ምንቅስቓስ ከም ዝገምገሙን ኣብ ዶብ ትግራይ ኣምሓራ ዘሎ ወተሃደራዊ ምንቅስቓስ ከም ዝግምግሙን ብቀዳማይ ሚኒስትር ኣብይ ኣሕመድ መብርሂ ከም ዝተውሃቦምን እውን ተሓቢሩሎም። ዋናው ነገር የጀነራሎቹ አስቸኳይ ስብሰባ የተጠሩበት መሰረታዊ ምክንያት ነው። ይሄ ቀጥተኛ የሚገናኘው በአንድ በኩል ከትብብሩ ካውንስል

የሚቻል ከሆነ ለቀቅ አድርጎ መጥቶ
ግብፅን ኤርትራን ቀይሕ ባሕሪ ንኢትዮጵያ ኩልኩል ዕፁው ምዃኑ ኣውጀን ግብፅን ኤርትራን ኣብ ካይሮ ዘካይድኦ ዋዕላ ስዒቡ ጸጥታን ምሕደራን ቀይሕ ባሕሪ ናይቶም ኣብ ገምገም ባሕሪ ዝርከቡ ሃገራት ኮስታል ስቴትስ ጥራሕ ፍሉይ ሓላፍነት ምዃኑ ኣውጀን እዚ ስጉምቲ እዚ ኢትዮጵያ ምስ ሶማሌላንድ ብዝገበረቶ ስምምዕ ኣቢላ ናብ ባሕሪ ንምብጻሕ እተካይዶ ዘላ ጻዕሪ ንምዕጋት ወይ እውን ንምዕጻው ከም ዝተገበረ እዩ ተባሂሉ ኣሎ። ክቡራት ተኸታተልትና ንሰዓት ዝሓዝናዮም እዋናውን ኣገደስትን ዜናታት ነዞም ተኸታተልኩሞም ይመስሉ ነይሮም። ሰላም ንህዝቢ ትግራይ፣ ሰላም ንኹሉ ወዲ ሰብ።